ጽናዕ እንታይ ኣለና እንዳተባላላዕና እንዳተባላላዕና እንዳተባላላዕና ኣብ ሓዳር ምግጫው ግዴታ ኣሎ ምግጫው ግዴታ ኣሎ ከመይ ኢሉ ግዴታ ትብል እንተሉ ተስፋ ገብር እዚ ተሪር እዋን ጽንኩር ዝኾነሉ እዋን ናይ ብሓቂ ዘዕግበናን ናይ ብሓቂ ዘሐጉሰናን ሓዳር ክምስርት ዘይደሊ ሰብ ወላ ሓደ እዩ ዘየለ እቲ መስሪቱ ዘሎ ከኣ እሱ ንክቅጽል ከኣ ዘይደሊ ሰብ ከኣ ብጣኣም መሪጹ የለን እዚ ዘድልየና ናይ ብሓቂ እንድሕር ኮይኑ ተኸታተሉ ምሳይ ብልቦናን ብጽሞናን ሎሚ ኣብ ልብ ነፍሲ ወከፍ እቲ ሓዳር ብህይወት ከም ዝቕጽል ዝገብር ጥራይ ዘይኮነሲ ከም ዘዕብዮን ከም ዘበልጽጎን ብሉጽ ከም ዝገብሮን ነገራት ኣዕሚቕና ኣዚና ኣዕሚቕና ኣዕሚቕና ክንርኢ ኢና ስለዚ ብልቦና ተኸታተሉኒ ክቡራት ቤተ ሰብ ለቨል ኣፕ ሰላምታ ብመጀመርያ ትድነቑን ትዕዘዙን ስለ ዝኾንኩም ሰላምታይ ካብ ልቢ ካብ ውሽጢ እዚ መደብ እዚ እንድሕር ፈቲኹሞ ኣብዚኣ ሳብስክራይብ ግበሩ እታ ናይ ደወል ምልክት ጥውቕ ተቢልኩማ ብሙሉኡ መደባት ናትና ቀልጢፉ ናባኹም ክበጽሕ እዩ መኣስ ንሱ ጥራይ ላይክ እንድሕር ጌርኩም ናብ ቡዙሓት ተኻታተልቲ ክኸይድ እዩ ኣብ ቡዙሓት ሰባት ክባጻሕ እዩ ምኽንያቱ ዩቱብ ይዝርግሖ ስለ ዝኾነ ማለት እዩ ኣብዚ ነገር እዚ እምነት ዝብሃል ኣሎ ወሳኒ ነገር። እምነት ወሳኒ ረዋሒ ናይ ሓዳር እዩ። ስለዚ እምነት ክህልወና ክእል ኣለዎ። እምነት ምስ ገዛእ ነብስና፣ እምነት ምስ ተካለይትና፣ እምነት ምስ ተካልኣይና እንድሕር ሃልዩና ብሉጽ ሓዳር ይህልወና ማለት እዩ። እምነት ንገዛእ ነፍስና እንኣምን ድሕር ኮይና ነታ ካልኣይትና፣ ነቲ ካልኣይና፣ ክንኣምኖ ኣይንጽገምን ኢና። ምኽንያቱ ክንመርጽ ከለና ሮቋሒታት እንዳቐመጥና ኢና ኣብ ህይወት ንኸይድ። ካብኡ ሓደ ዘይትፈትዎ ነገር ኩሉ ይኽእል እዩ እሱ ግን ብእምነት ትጣራጠሮ ኣይኮነን። ነብስኻ ትጣራጠር ነፍስኺ ትጣራጠሪ እንድሕር ኮንካ ግን እቲ ዝዓበየ ነገር ስለ ዝኾነ ኣብዚ ነገር እዚ ክንጥቀቕ ኣለና። ነፍስና ምስ ኣመና ነቲ ካልኣይናን ነታ ካልኣይትናን ክንኣምናን ጥራሕ እዩ ዘለና። ምኽንያቱ እቲ ዝኣመነ ኩሉ ነገር ይከኣለሉ እዩ። ከምቲ ዝተባህለ እቲ ዕዉር ናብቲ ፈጣሪ ከይዱ ኣሕውየኒ ምስ በሉ፣ ትኣምን ዲኻ? ምስ ተባህለ፣ እወ ኢሉ፣ ከም እምነትካ ይኹነልካ። ብእምነቱ እዩ ሓውዩ። ስለዚ ሓዳርና እውን እምነት እንድሕር ሃልይዎ፣ ሓዳርና ጽቡቕ ከም ዝኸውን እንድሕር ንኣምን ሃሊና፣ ኣዝዩ ጽቡቕን ሰላምን ሰናይን እንዳኾነልና ኸይድ እዩ። መጀመርያ ግን ንገዛእ ነብስና ንእመን። ኣብ ሓዳር ኣዚ ግዴታ ዘበለኒ ክልተ እግርታት ናትና እንዳኸድና ከለና ንጋጮ ኢና። ስለዚ ኖን ክልተ ሰባት ክልተ ዝተፈላለየ ኣረዳድኣ ዝተፈላለየ ኣተሓሳስባ ዘለና እንተኾይንና ክንጋጮ ግድነት እዩ። ኩሉ ግዜ ዘይኮነ ሓሓሊፍና ግን ግድን ኣሎ ማለት እዩ። እዚ እንድሕር ኮይኑ ኣብቲ ዝተጋጨናሉ እዋን ኣዚና ክንጥንቀቅ ክንክእል ኣለና ምክንያቱ ኣብዚ ዝተጋጨናሉ እዋን እንታይ ንገብር ኢና ንናዓዓቅ ኢና ግና እስኪ እኮ ፈልጠኩ እኮ እየ እስኻ ኣብዚ ዝነበርካ እወ ፈልጠካ እኮ እየ ዝበሃል ዘረባ ኣለና እዚ ነገር እዚ ንዓና ሃሳይ ልክዕ ከምታ ተሓንቲ እግርነ ተሓንቲ እግሪ ምስ ገጨወታ ሓንቲ ዘይንብል ነታ ካልኣይትን ኣጋጢሙና ዘሎ ኦኬ ንኽሓልፍ ሸለል ኢልናዮ ንኺድ። እዚ እንድሕር ክንገብር ጀሚርና ሓዳርና ኣዝዩ ክዓብን ሰናይ ክኸውንን ዓቢ ተራ ክንጻወት ኢና። ካብዚ ሕልፍ ምስ በልና እቲ ምግርጫው ከም ዘለዎ ኣጋጢሙና ኣሎ ኦኬ ሓሊፉ ኣሎ ብልቦና ብህግዳት ብርግኣትን ኮይንና እንታይ ጌርናዮ ኣለና ኣሕሊፍናዮ ኣለና። ብድሕሪኡ በዲልካ ተጋራጭካ ኣብ ዘይርድኢት ናይ ሰብኣይካ ኣብ ዘይርድኢት ናይ ሰበይትኻ ኣእቲኻያ ኣለኻ ሽዑ እንታይ ንግበር ኬድና ይቕሬታ ክንሓትት ክንክእል ኣለና ዋላ እሳ በዲላትና ዋላ እሱ በዲሉና ከሎ ይቕሬታ ክንሓትት ክንክእል ኣለና ይቕሬታ ምሕታት መርኣያ ልቦና እዩ ምኽንያቱ ፈጣሪ እንታይ ገይሩ ነቶም ዝበደልኹም ሀ ይቕረ በሉሎም እሱ ገይሩ ኣርእዩና እዩ ንሕና ኸኣ ክንገብር ስንክል ኣለና ንመን ክሕሾ ንዓና ምኽንያቱ ይቕሬታ ክንገብር ዘይንኽእል እንድሕር ኮይና ኣብ ውሽጥና እንታይ ኣለና እንዳተባላላዕና እንዳተባላላዕና እንዳተባላላዕና ኣብ ዝረኣኻያ ሲ እዚኣ እኮ እያ ከምዚ ገብረት እሳ ከምዚ ተዘይትብለኒ ነይራ እኮ ኣነ እኮ በይን በጻሕኩ እሱ'ኸ እንተዘይብለኒ እኮ ኣነ እኮ እንታይ ምገበርኩ ነይረ እንዳበልና መዓልታዊ ለይታዊ እንዳተባላላዕና ውሽጥና እንዳተባላልዐ ኢና እንኸይድ እሱ ግን እኹል ድዩ ስለዚ ይቕረ ክንሓትት ክንክእል ኣለና ይቕሬታ እሳ ኣልዒልናያ ዘይኮናስ ንሕና ለባማት ኮይና ንነፍስና ይቕሬታ ጌርና ንዓኣ ይቕሬታ ጌርና ንኸይድ ስለ ዝኾንና እቲ ሓዳርና ሰላም ኮይኑ ንክቐጽለልና ስለ ዘኸሎ ማለት እዩ። እዚ መደብ እዚ እንድሕር ፈቲኹሞ ኣብዚኣ ሳብስክራይብ ግበሩ እታ ናይ ደወል ምልክት ጥውቕ ተቢልኩማ ብምሉእ መደባት ናትና ቀልጢፉ ናባኹም ክበጽሕ እዩ። መኣስ እሱ ጥራይ ላይክ እንድሕር ጌርኩም ናብ ብዙሓት ተኻታተልቲ ክኸይድ እዩ ኣብ ቡዙሓት ሰባት ክባጻሕ እዩ ምኽንያቱ ዩቱብ ይዝርግሖ ስለ ዝኾነ ማለት እዩ ብብዝሒ ላይክ ይኸደልና ስለ ዝኾነ ካብኡ ብምቕጻል ሓዳር ክገብሩ መደብ ዘለዎም ኣዕሩኽትና ቤተሰብና ፈተውትና እንድሕር ሃልዮም ሼር ንግበረሎም ወይ ክኣ ኣብ ሓዳሮም ክኣ ንእሽተይ ክብለጠቕ ዘላታ ጉዳይ እንድሕር ሃልያ ንልኣኸሎም እሞ ክሕግዞም እዩ እዚ ነገር እዚ ስለዚ ላይክ ሳብስክራይብ ሼር ምግባር ኣይንሕመቅ የቀንየለይ።